ሰላም ተኸታተልቲ ናይ ቻነል ከመይ ከኒኹም ከመይ ትኾኑ ሰናይ ክትኮኑ ናይ ወትሩ ምንዮተይ እዩ እዛ ቪድዮ እዚኣ ብዘየገድስ ኣበይ ኮንካ ትሪያ ኣለኻ ንዓኺ ወይ ንዓኻ ኣገዳሲት ክትከውን ከም ትኽእል ክሕብረኩም ፈቱ ኣብ ኣፍሪቃ ኮንካ ክትሪያ ክትሪያ ክትህሉ ትኽእል ኢኻ ሂወትካ ኩሉ ኣብ መንጎ መንጎ ኮይኑ ኣብ ኤውሮጳ መጺኻ ዝደለኻዮ ኩሉ ከይረኸብካ ከምኡውን ኣብ ካናዳ ትምህርቲ ስኢንካ ስራሕ ስኢንካ ኣብ ጉዕዞ ንቕድሚት ክትብል ዓቕሚ ስኢንኪ ወይ ድማ እቲ ትደልይዮ ንኽትረኽብዮ ተሸጊርኪ ኣብ ዘለኹሉ ኩነታት ኮይንኪ ክትርእዮ ትኽእሊ ኢኺ። ስለዚ እዛ ቪድዮ እዚኣ ህይወትና ካብቲ ዘለዎ ናብቲ ዝለዓለ ደረጃ ክንኮኖ ንደሊ ንኽንቅይር ክንክተሎም ዘለና ምኽርታትን ጥበብን እየ ክዛረብ ስለዚ ናይ ቋንቋ ጸገም ኣለኒ ናይ ትምህርቲ ጸገማ ዕድል ኣይረኸብኩን ስራሕ ክረክብ ከምቲ ዝደልዮ ዝረኸብክዎ ስራሕ ኣይፈትዎን እየ ናብ ኤሮጳ ክኸይድ ይሓስብ ኣለኹ ናብ ኣሜሪካ ክኸይድ ይሓስብ ኣለኹ እንታይ ክመሃር እንታይ ክገብር ዝተፈላለየ ሕቶ እዩ ዝመጸኒ ኣብዛ ቪድዮ እዚኣ ንነፍሲ ወከፍና ናብቲ ክንኮኖ ንደሊ ክትሕግዘና ትኽል ፕራክቲካል ዝኾነ ምኽሪ እዩ ዘሎ እዚ ቻነል እዚ ድማ ብዓብዩ ኣብ ሂወትና ሕጉሳትን ዕውታትን ንኽንከውን እዩ ካልእ መልእኽቲ ኩሉ እቲ ዝቕርቦ መልእኽቲ ኣብዘን ክልተ ወይ ሕጉሳት ክንከውን ሓጎስ ድማ ጎኒ ጎኑ ዕውታት ኮይና ድማ ንሂወት ከነስተማቕራ እዩ እቲ ቀንዲ ዕላማ እሞ ከየናዋሕኩ ናብቲ ቀንዲ ስራሕይ ክኣቱ ማለት እዩ። ሶ ኣገይን ክደግመልኩም ስለምንታይ ይደግመልኩም ኣለኹ መጀመርያ ኣብ ሂወትካ ክትልወጥ እንድሕር ኮይንካ ኣበይ ከም ዘለኻ ኣበይ ነጥቢ ከም ዘለኺ ብንጹር ክርድኣናን ክንፈልጥን ክንክእል ኣለና ስለዚ እንታይ ንኽብል ኢለ ሕጂ ዘለናዮ ኩነታት ስታተስኮ ይብልዎ ዘለናዮ ኩነታት መጀመርያ እንታይ እዩ ክንገልጾ ኣለና መብዛሕትኡ ግዜ ሰብ ክቕየር ወይ ክልወጥ ክደሊ ከሎ ካበይ ኢኻ ናበይ ክትልወጥ ትደሊ ዘለኻ እዩ ዘይፈልጥ ኮይኑ ስለዚ ንዘለኻዮ ኩነታት፣ ስራሕ ስኢነ፣ ትምህርቲ ስኢነ፣ ለውጢ ስኢነ፣ ቁጠባይ ክልወጥ ኣይከኣለን፣ ስርሐይ ጸሊኤዮ፣ ኣብ ጉዕዞ ኣጎላጉል ተሪፈ፣ ነቲ ዘለናዮ'ሞ ጽቡቕ ጌርና ንሕሰበላ፣ ዋላ ነዛ ቪድዮ ጠጠው ነብላ፣ ስለዚ ንሕሰበሉ፣ ድሕሪኡ ነቲ ዘለናዮ ኩነታት ኣስተብሂልና ምስ ረኣናዮ፣ መጀመርያ ቅድሚ ምቕያርና ስለምንታይ ንቕየር ክንቅየር ንደሊ ከምዘለና ኣነጺርና ክንፈልጥ ኣለና። ነቲ ዘሎናዮ ኩነታት ኣበርቲዕና ናይ መወዳእታ ክሳብ ዘይጸላእናዮ ቆሪጽና ክንብገስ ኣይንኽልን ኢና። Again ክደግመልኩም እየ ሰባት ነቲ ዘለውዎ ኩነታት ጠቕላላ ክሳብ ዘይጸልእዎ ንሓድሽ ህይወት ዝግባእ መስዋእትን ጻዕርን ንኽገብሩ ድልዋት ኣይኮኑን። ያ ክቕየር ደልየ እየ ብንእሽተይ መንፈስ ክቕየር ደልየ ትብል እንተለኻ ንእሽተይ ዓቐበት ምስ ጸንሓካ ዋላ ሓንቲ ክትገብራ ኣይትኽእልን ኢኻ። ህይወት ከመይ እያ መስለኩም? ምናልባት ኣብ ህይወትኩም ተሪር ዓቐበት ዝወጻእኹምሉ ግዜ ዘክርዎ። እዚኣ መጥቢ እዚኣ ኣነ ኣብ ህይወተይ ብዙሕ ዓቐበት ወጽየ እየ፣ ዓቐበት ናይ ህይወት ዘይኮነስ ሪል ዓቐበት ጎቦ ደይበ እየ ንእሽተይ ከለኹ ከባቢ ከረን ጎቦታት ስለ ዘለዎ መበቆል ዓደይ ክኸይድ ከለኹ ድማ ብዙሕ ግዜ ዓቐበት ደይብካ ኢኻ ትኸዶ። ስለዚ እቲ ዓቐበት ክትድይብ ከለኻ ዝስምዓካ ዝነበረ መንፈስ ዘክርዎ። ብርቱዕ ዝኾነ ድኻም፣ በቃ ብጣዕሚ እዩ ዘድክመካ። ነዊሕ ደኺምካ ኣብቲ በሪኽ ትበጽሕ ማለት እዩ። ካልእ ግዜ ወይ ሽዓ መዓልቲ ነቲ ዝወጸኻዮ ጎቦ ክትወርድ ከለኻ ዝተሰምዓካ ግን ዘክርዎ። ሽው ኢልካ ኢኻ ትወርዶ። ዋይ! ክትድይብ ከለኻ፣ ክትመሃር ከለኻ፣ ክትዓቢ ከለኻ ብርቱዕ ዓቐበት ኢኻ ትድይብ ዘለኻ። ሓንሳብ ነቲ ዓቐበት ምስ ደየብካዮ ህይወት ቁልቁለት እያ ትቕየረልካ። ኣስተውዕሉላ ኩሉ ግዜ ክትድይብ ከለኻ ኩሉ ግዜ ዓቐበት እዩ ዝበዝሐ ሰብ ድማ ኣብ መንጎ እዩ ጠጠው ዝብል ነቲ ዓቐበት ምስ ወጻእካዮኸ guess what life is gonna be easy ምኽንያቱ ኩሉ እቲ ዘድልየካ ምስ ገበርካ ቁልቁለት እዩ ዝኾነካ ህይወት ኣነ ሕጂ ኣብ ኣብዚ ጉዕዞ ህይወተይ ኣብ ብዙሕ ክፋላት ኣብ ቁልቁለት በጺሐ ኣለኹ ክብለኩም እኽእል ብቕልጡፍ ክዓቢ ድማ ይርእዮ ኣለኹ ናባኹም ድማ ንኡ እየ ከስግሮ ዝፍትን ዘለኹ ስለዚ መጀመርያ ኣበይ ኣለኹም ኩነታት ናይ ህይወትኩም ርኣዩ ብሓቂ ምስ ጸላእኩሞ ድማ ቆሪጽኩም ክትብገሱ ኢኹም። ሕጂ እቲ ዘለኹሞ ምስ ቆረጽ ምስ ጸላእኩሞ ወይ ከኣ ርኡይ ጽልኢ እንተ እዝስ ክቕይሮ ኣለኒ ምስ በልኩም እንታይከ ክትኮኑ ትደልዩ? ኣገዳሲት ነጥቢ። ናበይ ኢኻ ክትከይድ ትደሊ? ሕጂ እንታይ ክትከውን ትደሊ ንዝብል ብዙሕ ነጥብታት እዩ ዘለዎ። ከቕልለልኩም ኣነ ኣብ ቁጠባ ቁጠባይሲ ክንደይ ክንደይ ገንዘብ ክህልወኒ እየ ዝደሊ ካብ ሕጂ ድሕሪ ሓምሽተ ዓመት ወይ ከኣ ካብ ሕጂ ድሕሪ ዓሰርተ ዓመት ክንደይ ገንዘብ ክህልወኒ እየ ዝደሊ? ደረጃ ትምህርተይ ክንዲምንታይ ክኸውን እየ ዝደሊ? ኣብ ምንታይ ዓውዲ ክሰርሕ እየ ዝደሊ? ፍቕራዊ ጉዕዞይ ከመይ ኮይኑ ክጸንሕ እየ ዝደሊ? ካልእ ኩሉ፣ ጥዕናይ፣ ኣካላተይ፣ ኩለን እተን ዕላማታት ንገብረን ኣብ ገንዘብ ጥራይ ከነተኩር የብልናን። ብዙሕ ነገራት እዩ ዘሎ። ኣብ ሓዳርና፣ ኣብ ቁጠባና፣ ኣብ ትምህርትና፣ ኣብ ኩሉ ነገራትና ኣስተብሂልና ኣነ ናብዚ ክኸውን እየ ዝደሊ። ንኣብነት ሓደ ሰብ ኣነ ካብ ኩሉ ኣብ ዝመጽእ ዓሰርተ ዓመት ዓቢ ቢዝነስ ክህልወኒ እየ ዝደሊ'የ ዝብል። ዓቢ ቢዝነስ ንብዙሓት ሰባት ናይ ስራሕ ዕድልን ናይ ዕቤት ዕድልን ዕድል ክፈጥረሎም ዝኽል ኣብዚ ዝነብረሉ ዓዲ ዘይኮነስ ኣብ ካል ሃገራት እውን ከይዱ ንኹሎም ኣሕዋትና ነቶም ብሉጻት ኣሕዋትና ንዕዖም ዝኸውን መድረኽ ክዓብዩሉን ክልወጡሉን ዝኽሉ ልዕሊ ኹሉ ድማ እዚ ዝመስል ካምፓኒ ስለ ዘሎ ካልኦት ድማ ይከኣል እዩ ኢሎም ካብኡ ዝበልጽ ክገብሩሉ ዝኽሉ እዚ ራኢ ናተይ ነዚ ንኽገብር ስለ ዝሓስብ ኣብ መንጎ ዘጋጥመኒ ጸገማት ይኹን ብድሆታት ብቐሊሉ እየ ዝሰግሮ። ካልእ ከምዚ ዓይነት ንጹር ዕላማ እንተለካ ገንዘብካ ክትብትን ግዜ የብልካን። ግዜኻ ከተጥፍእ ግዜ ኣይትፍቅድን ኢኻ። ዋይ? ምኽንያቱ ዕላማኻ ንጹር ስለ ዝኾነ ኩሉ ግዜ ሓይልኻን ዓቕምኻን ኣተኩሮኻን ናብቲ ዕላማኻ እዩ ዝኸውን። ኣብ መንጎ ዲስትራክት ወይ ከኣ ካብ ዕላማኻ ከዘናብሉኻ ንዝኽእሉ ግዜ ኣይትህቦምን ዕድል ኣይትህቦምን እዚ ድማ እቲ ዝበለጸ ነገር እዩ ስለዚ ዲሳይድ ዋት ዩ ዋንት ኣበይ ክትከውን ከመይ ዓይነት ሂወት ክህልወካ ኢኻ ትደሊ ሓንሳብ ነዚ ወሲንካ ኣነጺርካ ዝፈለጥካ ኩሉ እቲ ነገራት መስመሩ ናሓዘ ክኸይድ እዩ ስለዚ ኩሉ ግዜ መጀመርያ ስቴፕ ጎል ናትና ብንጹር ከነስተኻኽል ክንክእል ኣለና ማለት እዩ ድሕሪኡ እንታይ ትመጽእ ዕላማኻ ኣስተኻኺልካ ምስ ፈለጥካ፣ ዕላማኻ ኣብ ቁጠባ፣ ዕላማኻ ኣብ ቢዝነስ፣ ዕላማኻ ኣብ ህይወ ኣብ ፍቕራውን ሓዳርካን ከምኡ ድማ ኣብ ጥዕናኻ ኣብ ኣካላትካ ኩሉ ኣነጺርካ ኣብ ደረጃ ፍልጠትካ ኦ ማይ ጋድ ሃው ዲድ ኣይ ፎርጌት ዚስ ኩሉ ግዜ ኣብ ርእስና ደረጃ ፍልጠትና ክነስተውዕል ኔክስት ፖይንት እውን ብዛዕባ እያ ክትከውን ነዚ ምስ ፈለጥና ዕላማና ምስ ፈለጥና ጌት ራይት ስኪልስ እቶም ነቲ ዕላማኻ ንኽትበጽሕ ዘድልዩኻ ፍልጠትን ክእለትን ኣብ ምሓዝ ክትጓየ ኣለካ። እዚኣ እያ እታ ዝበዝሐ ሰብ ዝስሕታ። ዋላ ዕላማ እንተሃለዎ ነቲ ዕላማ ናቱ በቃ ብሎቶሪ ወይ ብዕድል ክበጽሖ እዩ ዝደሊ። No! That's wrong! እንተድኣ ዕላማ ናትካ ንጹር ምስ ኮነ ልክዕ ንዑ ዘድሊ Skill የድልየካ፣ ፍልጠት የድልየካ። ንኣብነት ኣነ ከምዚ ዓይነት ቢዝነስ ክሃንጽ እየ ዓቢ ቢዝነስ ክሃንጽ እየ ምስ በልኩ ኦኪ ናምበር ዋን ናይ ማነጅመንት ስኪል ናይ ፋይናንስ ስኪል ናይ ቢዝነስ ስኪል ናይ ኢንቨስትመንት ስኪል ናይ ከምኡ ናይ ካልእ ሚድያ ስኪል ከም ዘድልየኒ ፈሊጠ ማለት እዩ እዞም ክእለታት እዚኣቶም ከድልዩኒ እዮም ንዓኻ ኣብዚ ዘበነ ቴክኖሎጂ ኣብቲ ዕላማኻ ክትዕወት ወይ ክትዕወቲ ትደሊ ተለኻ መጀመርያ መጀመርያ እንታይ ከድልየኩም እዩ ናይ ኮምፒተር ስኪል ከድልየኩም እዩ ኮምፒተር ክትፈልጡ ክትክእሉ ኣለኩም ዝኾነ ዓይነት ቢዝነስ ንክትገብር እንድሕር ኮይንካ ካብ ሕጂ ንድሓር ኣብ ዘሎ ግዜ ዋላ ሬስቶራንት ዋላ ድኳን ኢት ደዝን ማረር ኮምፒተር ክትክእሉ ፈትኑ ኣብ ኣፍሪቃ እንተለኻ ወይ እንተለኺ ቀዳመይቲ ስቴፕ ክትገብርዋ ዘለኩም ኮምፒተር ክትመልኩ ክትክእሉ ኣለኩም ምክንያቱ ኮምፒተር ዝኽእል ሰብ ቋንቋ ይክእልን እየ ክብል ከሎ ብቋንቋ ኮምፒተር ክዛረብ ዝኽእል እንድሕር ኮይኑ ኩሉ ግዜ ኮንፊደንስ ኣለዎ ዲስ ኣይ ከን ጊቭ ዩ ማይ ወርድ እቲ ዝዓበየ ናትና ንኮንፊደንስናን ድሁላትን ዝገብረና ዘሎ ዝኾነ ዓይነት ኣብዚ ምዕቡል ዓለም ክንጥቀመሉ ንኽእል ክእለት ስለ ዘይብልና ጥራይ እዩ። ንኣብነት እቶም ኣብ ኤርትራ ዩኒቨርሲቲ ተማሂርና ዝመጻና ናብዚ ክንመጽእ ከለና ብዙሕ ሰባት እውን ከምኡ ይብሉና እዮም ናብ ኤሮፓ ክንመጽእ ከለና ዜሮ ኣይኮናን መጺና ዝሓዝናዮ ሒዝና ኢና መጺና ፍልጠት ነይሩና ከመይ ጌርካ ከም ትምሃር እንታይ ክትምሃር ከም ትኽእል ነዚ ፈሊጥና ስለ ዝመጻና ኩሉ ግዜ ካብ ዜሮ ኣይኮና ንብገስ ነይርና መብዛሕትና ግን ናይ ኮምፒተር ስኪል ስለ ዘይነበረና ስትራግል ንገብር ነርና ኢና ንስኻትኩም ድማ ሓንቲ ነገር ናብ ምዕቡል ዓለም ነዞም ኣብ ምዕቡል ዓለም ዘለኹም ድማ ናብ ትምህርቲ ናብ ቋንቋ ክትከዱ ከለኹም ሓንቲ ነገር እታ ዝቐለለት ኣብ ገዛኻ ኮይንካ ክትገብራ ትኽእል ድማ ናይ ኮምፒተር ስለዚ ኮምፒተር እንድሕሪ ፅቡቕ ጌርካ መሊኽካ ቋንቋ ቤት ትምህርቲ ኣብዮምኒ ኢልካ ኤክስኪዝ የብልካ ምክንያቱ ናይ ናፃ ብዙሕ ፕሮግራማት ስለ ዘሎ ቋንቋ ክትማር ጀርመን ድዩ ዳሽ ድዩ ኖርወይ ድዩ ስቬንስካ ድዩ ኢንግሊሽ ድዩ ኣይ ዶንት ኬር ኣብ ኮምፒተር ሎሚ ፕሮግራማት ብዓሰርተ ቅርሺ ብዕስራ ቅርሺ ብሚእቲ ቅርሺ ዘይርከብ ናይ ቋንቋ ፕሮግራም የለን ስለዚ ኮምፒተር ጥራይ ከኣሉ ኣጠቓቕማ ናይ ኮምፒተር ጥራይ ምለኹ እቲ ካልእ ኩሉ ክውሰኸልኩም እዩ ካልእ ናይ ኮምፒተር ክእለት ናመለኽካ ከለኻ ጎኑ ጎኑ ድማ ጥበብ ክህልወካ ኣለዎ ኣብ ሂወት ንኣብነት ኣነ ኣብ ድሕሪ ነዊሕ ዓመታት ዝፈለጥኮ ጥበብ ኣብ ሂወት ኣብዚ ግዜ እዚ ክትዕወት ተኾይንካ ናይ ዝተፈላለዩ ኣገደስቲ ስኪልስ ክትገብሮም ዘለካ ወይ ፍልጠታት ክህልወካ ዘለዎም ናይ ኮምፒተር ክእለት ክህልወካ ኣለዎ፣ ናይ ቢዝነስ ክእለት ክህልወካ ኣለዎ፣ ትምህርቲ ኣምር ናይ ቢዝነስ ከተጥሪ ክትክእል ኣለካ፣ ብሽቕሊ ብስራሕ ብምሽቃል ጥራይ ኣይሓልፈልካን እዩ ኣብዚ ዓለም እዚ ስለዚ ኣብ ስራሕካ ከለኻ ኣብ ካልእካ ከለኻ ከመይ ጌርካ ቢዝነስ ክትገብር ትኽእል ክትፈልጥ ክትክእል ኣለካ፣ ተበግሶታት ክትወስድ ኣለካ፣ ኮርስ ክትወስድ ኣለካ፣ መጽሓፍ ክተንብብ ኣለካ። ድሕሪኡ ኢንቨስትመንት ከመይ ጌርካ ገንዘብካ ክተስርሖ ትኽእል፣ ኣብ ገንዘብ ከመይ ኢሉ እዩ ዝራባሕ፣ ከመይ ኢሉ እዩ ዝዓቢ፣ ስቶክ ማርኬት እንታይ እዩ ብኸመይ ይሰርሕ ነዚ እውን ክትፈልጦ ተበግሶ ዋላ ኣይትእተዎ ክትፈልጦ ግን ክትክል ኣለካ ምኽንያቱ ፈሊጥካ ተጸኒሕካ ብኸመይ ትኣትዎ ኣበይ ትኣትዎ እዚ ቀሊል እዩ እቲ ዝዓበየ ጸገም ዘይምፍላጥ እዩ ስለዚ ነዚ ክትፈልጥ ክትብገስ ኣለካ ኣብ መወዳእታ ድማ ማይንድሰት ኣተሓሳስባ ናትካ ብሓንቲ መንገዲ ከም ጻጸ ከይድካ ክትዕወት ከም ዘይትኽእል ክትፈልጥ ክትክል ኣለካ ሂወትካ ድማ ውጽኢት ናይ ኣተሓሳስባኻን ናይ ፍልጠትካን ናይ ክእለታትካን ምዃና ክንፈልጥ ክንክል ኣለና ስለዚ ግዜና ኣብ ዝግብኦ ንሓንቲ ዓመት በዚ ንብሎ ዘለና በዚ ኣነ ዘርእየኩም ዘለኹ መንገድታት ክትከዱ ተጀሚርኩም ሂወትኩም ድራማቲካሊ ክቕየር እዩ ሓንቲ ዓመት ኣብዘን ኩለን ንርእየን ዘለና ናይ ኮምፒተር ክእለትካ እንተማዕቢልካ፣ ናይ ቢዝነስ ክእለትካን ኣተሓሳስባኻን ተዕቢኻ፣ ናይ ኢንቨስትመንት ደረጃ ኣተሓሳስባኻን ተበግሶ ስጉምትን ተወሲድካ፣ ከምኡ ድማ ካልእ ነገራት ብኮምፒተር ተጠቂምካ ናብቲ ትደልዮ ትምህርትታት ንኣሽቱ ስጉምትታት ክትወስድ ተጀሚርካ፣ Trust me ህይወትኩም ብቐሊሉ ናብ ዝለዓለ ደረጃ ክኸይድ ከምዝኽእል፣ ኣንፈትኩም ብዝቐለለ ናብ ዝበለጸ ዘዋጽኣኩም መንገዲ ኣበይ ዓለም ኣለኹም ብዘየገድስ፣ ቴክኖሎጂ ዘይጸለዎን ወይ ብሕጂ ዘይጸልዎን ቦታ የለን። ስለዚ ኣብዚ ዘመነ ቴክኖሎጂ ዝግባእ ስጉምቲ ወሲድካ መዓልታዊ ድማ ስራሕ እንተሰሪሕካሉ ብዘይቀላለም ክትዕወትሉ ትኽእሉ ኢኹም። እታ ኔክስት ፖይንት እቲ ዝበለጸ ፕላን ኣብ ዓለም እቲ ዝበለጸ ትምህርቲ ኣብ ዓለም ብዘይ ዲስፕሊን ትርጉም የብሉን። እንታይ ማለት እዩ እዚ? መብዛሕትኡ ሰብ ኣብ ህይወት ይጅምር እዩ ጉዕዞ። ክመሃር፣ ክልወጥ፣ ቢዝነስ ክገብር፣ ሓድሽ ነገር ክፈጥር ይብገስ እኮ እዩ። ኣይብገስን እኮ ኣይኮነን። ኣብ መንጎ ዕዉታትን ዘይዕዉታትን ፍልልይ ግን ምብጋስ ኣይኮነን፣ ምፍጻም እዩ። እቶም ዕዉታት ሰባት ኩሉ ግዜ እንታይ ኣለዎም? ኩሉ ሓደ ብሓደ እንተርኢኻዮም ብምልኦም ዲስፕሊን፣ ነብሶም ቀጺዖም ናይ ምኻድ ክእለት፣ ዝጀመርዎ ኣብ ምውዳእ ከይደኸሙ ከይሰልቸዉ ዲስትራክትድ ከይኮኑ ንዕላምኦም ናይ ምቅላስ ክእለት ኣለዎም። ስለዚ ነቲ ዘበገስካዮ ዕላማ ትምህርቲ እንተኾይኑ ሓንቲ ነገር ከየጉደልካ ሓንቲ ግዜ ዘይኮነስ ክልተ ሰለስተ ግዜ ክትመሃሮ ክትክል ኣለካ። ዝኾነ ኮርስ ክወስድ ከለኹ ኣነ ሓንቲ ግዜ ርእየዮ ኣይትረድኣንን ኣይብልን'የ። ኣነ እንግሊሽ ጽቡቕ ዝኾነ ርድኢት ኣለኒ። ዝኾነት መጽሓፍ ናይ ቢዝነስ ከንብብ ከለኹ ግን ኣብ ሓደ ግዜ ክትርድኣኒ ኣይጽበያን እየ። ብውሕዱ ክልተ ግዜ ወይ ሰለስተ ግዜ ከንብቦ ክኽእል ኣለኒ ምኽንያቱ ፍልጠት ብረፕትሽን ብምድግጋም እዩ ዝመጽእ ምናልባት ከንብቦ ከለኹ እኮ ይርድኣኒ እዩ ሓንጎለይ ግን ንክሕዞ ክደጋግመሉ ክኽእል ኣለኒ ሓንጎልና ብኸመይ ይሰርሕ ኢለኩም ኩሉ ግዜ ሓንጎልና ነገራት ደጋጊምና ምስ ነገርናዮ ኦ እዚ ሰብ እዚ፣ እዚ ነገር እዚ፣ እዚ ጉዳይ እዚ ኣገዳሲ ስለ ዝኾነ ሴቭ ክገብሮ እየ እዩ ዝብል። ሓንቲ ግዜ እንተነጊርካዮ ድሕሪ ሰዓት ክልተ ሰዓት ረሲዕካዮ ኣለኻ ወይ ፍርቁ ረሲዕካዮ ኣለኻ። ደጋጊምካ እንተነጊርካ ሓንጎልካ ነቶም ዘየድልዩ ነገራት ኣውጺኡ ነ- ነቲ ዘድሊ ነገር ክሕዘካ ይኽእል። ስለምንታይ ተጻወትቲ ኩዕሶ እግሪ ብቐሊሉ ንሽምድዶም ኣብ ርእሶም? ምኽንያቱ ደጋጊምና ብዛዕባኡ ንሓስብ ስለ ዘለና ሓንጎልና እንታይ ኢሉ ይሓስብ? ኦ መሰ ኣገዳሲ እዩ ነዚ ሰብ እዚ ክርስዖ የብለይን ኢሉ ኣሽማቱን ቁጽሩን ኩሉ ነገራቱን ኣብ ርእስና ሴቭ ይገብሮ። ኣክንዲ መልሲ ንዓና ዘድልየና ፍልጠት ኣብ ቦታ ኣብ ርእስና ክንእቱ ተጀሚርና ግን ህይወትና ብቐሊሉ ናብ ዝለዓለ ደረጃ ክበጽሕ ይኽእል። ስለዚ ምስጢር ናይ ዓወት ዲስፕሊን እዩ። ፕላን ሒዝካ መንገዲ ምስ ሓዝካ ነኺስካ ናይ ምኻድ ሓይሊ ክህልወካ ክኽል ኣለዎ። እዚ ድማ ብረፕትሽን ብምድግጋም ዝመጽእ ደኣ እምበር ብዘረባን ብምኽርን ጥራይ ዝመጽእ ኣይኮነን። የስ ክትፈልጥ ክትክል ኣለካ የግዳስ እቲ ዓወት ብምግባሩ እዩ ዝመጸካ ብምፍላጡ ኣይኮነን። ስለዚ ነዚ መንገዲ እዚ ምስ ሓዝኩም ክትጥቀምሉን ክትደጋግምዎን ክትከድዎን ክትክእሉ ኣለኩም ኣድዋይስ it won't change ዝኾነ ይኹን ቼንጅ ክመፀኩም ኣይኮነን ህይወትኩም ክቕየር ኣይክእልን እዩ እቲ ነገር ኣ፣ እቲ ኢፌክቲቭ ቼንጅ ዝበሃል ትራንስፎርሜሽን ዝበሃል ለውጢ ናይ ህይወት ክመፀና እንተኾይኑ ነቲ ዝጀመርናዮ ክሳብ ሽቶነ ንሃርም ክንቅፅሎ ኣለና ትምህርቲ ናይ ኮምፒውተር ተጀሚርካ ወዳእዮ ደጋግሞ ማስተር ግበሮ ምኽንያቱ ኣብ መንጎ ጠጠው ኢልካ ክርሳዕ እዩ እቲ ስኪል ናይ ኦንላይን ቢዝነስ ጀተጀሚርካ ቀጽሎ ኣይሸጥካ ንሓንቲ ወርሒ ኖ ፕሮብለም ወላ ሓሙሽተ ወርሒ ኣይትሽጥ it doesn't matter but do it again and again and again እቶም ኩሉ ግዜ ከይተሓለሉ ዝሰርሑን ዝጎዩን ንሳቶም እዮም ዝዕወቱ ሓንቲ ዓበይ ዓባይ ዛንታ ኣላ ናይ ኡዝየን ቦልት ሓደ ኣብ ብርቱዕ ጎያያይ ናይ ናይ ሚእቲ ሚትሮ ዝነበረ ጃማይካዊ እዩ ዳርጋ ዝለዓለ ሬከርድ ናይ ናይ ሚእቲ ሚትሮ ዘለዎ እዩ ኣብ ህይወቱ ትሽዓተ ግዜ ድዩ ዓሰርተ ግዜ ጎዩ ክንደይ ወርቂ መዳልያ ወሲዱ ጠቕላላ ዝጎየዮ ግዜ ክንደይ ፈሊጥኩም ኣለኹም ክልተ ደቂቕ ኣብዘን ክልተ ደቂቕ ግን ዕስራ ዓመት ተዳልየ ኢልካ ነዘን ክልተ ደቂቕ ንክጎይ ዕስራ ደቂቕ ዕስራ ዓመት ተቐሪበሉ ኢልካ ሓንቲ ኦሎምፒክስ መዳልያ ንኽትወስድ ብውሕዱ ኣርባዕተ ዓመት ከይደቀስካ ክትደክም ኣለካ። እታ ጉያ ንሓንቲ ሰዓት ንሓንቲ ደቒቕ ን ትሽዓተ ሰከንድ ን ኡዝያን ቦልት እያ ነይራ። ነዚኣ ንኽገብር ግን ኣርባዕተ ዓመት ክዳሎ ነይርዎ። ከምኡ ድማ ሰለስተ ግዜ ስለ ዝገበረ ዓሰርተ ክልተ ዓመት ቅድሚኡ ድማ ናብቲ ኦሎምፒክ ንኽምረጽ ክንደይ ዓመታት ደኺሙ። እንታይ ንማለት እዩ? እቲ ትርእይዎ ዘለኹም ዓውታ ሰባት ኩሉ ግዜ ብቐሊሉ ዝመጹ ከይመስለኩም። ኣነ ሓደ ካብቲ ቀጻሊ ቪድዮ ዝገብረልኩም ስለምንታይ ይመስለኩም? ምኽንያቱ ቀጻሊ ብምግባረይ ንስኻትኩም ናብቲ ዝጀመርኩሞ ድማ ቀጻሊ ንክትገብሩ እውን ስለ ዝደሊ እየ። ኣነ ዝጀመርኩዎ ኣይገድፍን እየ። ሓደ ካብቲ ምስጢር ናይ ዓወተይ በሊሕ ስለ ዝኾንኩ ወይ ፍልጠት ስለ ዘለኒ ኣይኮነን። ምናልባት ንሶም ሓገዝቲ ክኾኑ ይኽእሉ እዮም። እቲ ቀንዲ ምስጢር ናይ ዓወት ናይ ወዲ ሰብ ንኣነ ዝኣምነሉ ዲስፕሊን፣ ንዝጀመርካዮ መዓልታዊ ክትደኽመሉን መዓልታዊ ክትሰርሓሉን ናብ ዝለዓለ ደረጃ ክሳብ ዝበጽሕ ድማ ዘይምቁራጽ እዚኣ እያ እታ ምስጢር ናይ ዓወት ኢለ ዝኣምና ኣነ። ነዚኣ ድማ ኣነ ስለ ዝኣምነላ ኩሉ ግዜ ክገብራ እየ ዝደሊ። እቲ ኣነ ዝገብሮ ድማ ንስኻትኩም ክትሰምዕዎ ጥራይ ዘይኮነስ ከተተግብርዎ ሓደ ካብ ንኣብነት መዓልታዊ ኣብዚ ቻነል ትመሃሩ ተለኹም መዓልታዊ ሓድሽ ነገር ትውስኹ ኣለኹም የስ መዓልታዊ ዝገብሮ ቪድዮ ምሳኹም ከይከይድ ይኽእል እዩ ንዓኹም ዘድልየኩም ነገር ግን መዓልታዊ ምግባር ክስልችወኩምን ክትደኽሙን የብልኩምን ምኽንያቱ ከምኡ ትገብር ተኾይንካ ጥራይ ኢኻ ኣብ ህይወት ቀጻልነት ዘለዎ ስስተይነብል ዝብልዎ ቀጻልነት ዘለዎ ዕቤት ክትገብር ትኽእል ስለዚ ነዛ ሎሚ ዝገበርናያ ነዚ ሎሚ ዝመኸርኩኹም ምኽሪ ሓደ መዓልቲ ኮንካን ክትገብራ ዘለካ ቀጻሊ ክትደግማ ክትክእል ኣለካ እቲ ዕላማኻ እቲ ኣበጊስካዮ ዘለኻ ሕልሚ መቓቒልካ ንሓንቲ መዓልቲ ንሓደ ወርሒ ንሓደ ዓመት ዝኸውን ጌርካ ኤቭሪ ደይ ድማ መዓልታዊ ብዛዕባ እታ ዕላማኻ ንእሽተይ ግዜ ኣጥፊኻ ንእሽተይ ስራሕ ክትገብር ተጀሚርካ ትራስት ሚ ኣብ ውሽጢ ዓመት ኣብ ውሽጢ ሓሙሽተ ዓመት ህይወትካ ከተለልዮ እውን ኣይክትክእልን ኢኻ ካበይ ፈሊጠዮ ካብ ጉዕዞ ሂወተይ ዓመት ምሉእ ዝሰራሕካሉ ፕሮጀክት ድሕሪ ዓመት እቲ ፕሮጀክት ጥራይ ኣይኮነን ዕዉት ዝኸውን ንስኻ ንባዕልኻ ከም ሰብ እውን ተቐይርካ ኢኻ ትጸንሕ እዚ ድማ ቀጻሊ ካብቶም ናተይ ተምሃሮ ዝሰምዖ ነገር እዩ ስለዚ ሂወትኩም ክትቅይሩ ተደሊኹም ኣብዚያ ቪድዮ እዚኣ ጥራይ ዓብዪ ለውጢ ኣምጺኹም ኣለኹም ኣብ ስታሕቲ ዘሎ ሊንክ ናተይ ኣቲኹም ድማ ውልቃዊ ዕቤት ኣብቲ ክትከድዎ ትደልዩ ደረጃ ክሕግዘኩም ዝኽእል ብዙሕ ዓይነት ኮርሳት ኣሎ ርኣይዎ ተምሃሩሉ ክብለኩም ይደሊ ማለት እዩ ከም ወትሩ እዚኣ ቪድዮ እዚኣ እንተፈቲኹማ መጀመርያ ላይክ ግበርዋ ምክንያቱ ነዛ ቪድዮ ናተይ ላይክ ክገብሩ ከለኹም ሰባት ንክልወጡ ነዛ ቪድዮ ንክርእይዋ እዮም ትሕግዝዎም ዘለኹም ከምኡ ድማ ሸር ክትገብሩ ከለኹም ሰባት ነዚ ርዮም ናብ ዝለዓለ ደረጃ ክዓብዩ ከም ዝኽእሉ ክገብሮም ስለ ዝኽእል ትሕግዝዎም ኣለኹም ስለዚ ኣክንዲ ወረን ዓጀውጀውን ፍልጠትን ዕቤትን ናብ ሰባት ተመሓላልፉ ስለ ዘለኹም ፅቡቕ ኮይኑ ይስምዓኒ ከም ወትሩ ንዓይ ዘተባብዕ ናትኩም ምኽሪ ኣብ ኮሜንት ሰክሽን ክጽበየኩም እየ I really love you all እቲ ስኻትኩም ትቡኒ ፊድባክ ድማ ካብ መጠን ንላዕሊ ስለ ዘገድሰኒ ኣይትብቀቕዎ እናበልኩ ነዛ ቪድዮ ኣብዚ ክዛዝመልኩም እየ ኣብ ካልእ ቪድዮ ብሓጺር ግዜ ክሳብ ንራኸብ ሰሰናዩ ይምነየልኩም ቻው